ሰላም ዝኸበርኩም ተኸታተልቲ ቀንዴል ንሎሚ 8 ጥቅምቲ 2017 ተዳሎ ዜናታት ምስጋር ተፃወቲ ሒዘ ቀሪበ ኣለኹ ሰናይ ምክታል ኣሰልጣኒ ሪያል ማድሪድ ዜነዲን ዜዳን ናይዚ ዝመፅእ ቀንዲ ናይ ምስጋር ታርጌቱ ኤድን ሃዛርድ ምዃኑ ስጳኛዊት ሕታም ዶን ባለን ፀብፂባ ፕረዚደንት ሪያል ማድሪድ ቀን ታርጌት ገይሩ ዝሰርሓሎም ዝነበረ ተፃወቲ ሃሪኬን ወይ ከዓ ዲያባላ ምዃኖም ክፍለጥ ከሎ ዚዳን ግና ነዚ መደብ እዚ ከቋርጾ ብምሕባር ጸገም ሪያል ማድሪድ ኣብ ኣጥቃዕቲ ዘይኮነ ኣብ ምክፍፋል ኢሉ ከም ዝኣምን ዶምባሎን ትሕብር ዜዳን ሕጂ እውን ንቤንዘማ ንመስመር ምጥቅዑ ክመርሖ ከም ዝኽእል ብምሉእ ክኣምኖ ከሎ ነታ ጋንታ ፍጽምቲ ክትከውን እንተኾይና ከኣ ሃዛርድ ተሪፍዋ ከም ዘሎ እዩ ዝኣምን። ሃዛርድ ኣብ ምምጻእ ምስ ዝዕወቱ ከኣ እቲ ብመስበርቲ ካብ ጸወታ ተኣልዩ ዝበዝሐ ግዜኡ ዘሕልፎ ጋሪዝ ቤል ናብ ፕሪምየር ሊግ ክምለስ ከም ዘፍቅድሉ እታ ጋዜጣ ብተወሳኺ ትሕብር። ሃዛርድ ንዜዳን እናርኣየ ዝዓበየ ተጻዋታይ ምዃኑን ዚዳን እውን ኣብ ተጻዋታይ ዘለዎ ኣድናቖት ከም ዘይሓበ ዝፍለጥ ኮይኑ ክልቲኦም ብሓንሳብ ክሰርሑ ቀሊል ክኸውን ከም ዝኽእል ይግመት። ባርሴሎናን ሪያል ማድሪድን ንመንእሰይ ብራዚላዊ ተጻዋታይ ሊንከን ንኸፈርማ ይወዳደራ ከም ዘለዋ ማርካ ጸብጺባ እቲ ተጻዋታይ ኣብዚ ቀረባ ግዜ ኣብ ዝተኻየደ ዋንጫ ዓለም ትሕቲ 17 ዓመት ዝነኣድ ጸወታ ከም ዘርኣየን ሰለስተ ጎል ከኣ ከም ዘመዝገበን ይፍለጥ ብኡ መሰረት ከኣ ክለቡ ፍላሚንጎ ናብታ ዓባይ ጋንታ ክትስሕቦ ከላ ኣብ ቦታ እቲ ተቐፂዑ ዝርከብ ኣጥቃዓ ፓውሎ ገሬሮ ክተፃወታ ሓሲባ ከም ዘላ ከኣ ይፍለጥ ኣብ ብራዚል ካብ 2000 ዓ ም ንደሓር ዝፈረዩ ትስፋት ንኣሽቶ ተፃወቲ ዝቕልቀሉ ዘለዉ ኮይኖም ካልእ ክልተ ትስፋት ተፃወቲ ከዓ ሉካስ ፓጌታን ፊሊፐ ቬሲስን ኮይኖም ንሳቶም እውን ምስ ፍላሚንጎ ከም ዝፃወቱ ይፍለጥ ኣቐዲሞም እውን ሪያል ማድሪድ ንካልእ መንእሰይ ተፃዋታይ ፍላሚንጎ ቪንሰስ ጁኒየር ብ45 ሚልዮን ዩሮ ክትውኖ ከላ ሕጂ ከዓ ንሊንከን ምስ ባርሴሎና ዝዋደርሉ ምህላዎምን

ሪያል ማድሪድ ካብ ትፅቢት ወፃኢ ንኣከፋፋሊ ማንቸስተር ዩናይትድ ሆዋን ማታ ኣብዚ ጥሪ ከተፈርሞ ትሓስብ ኣላ ክትብል ዘ ደይሊ ኤክስፕረስ ጸብጺባ። ማታ ኣብዚ ቀረባ ግዜ ዝነበረ ፀወታታት ማንቸስተር ዩናይትድ ክወርድ ዘይቀነየ ኮይኑ ኮንትራቱ እውን ኣብዚ ክረምቲ ስለ ዝውዳእ ካብ ኣብ ክረምቲ ብጥርሑ ዝኸይድ ኣብ ጥሪ ሸይጣ ገለ ገንዘብ ክትረኽበሉ ክለቡ ማንቸስተር ዩናይትድ ትሓስብ ኣላ ክትብል ዘብርሀት ዘ ደይሊ ኤክስፕረስ ሪያል ማድሪድ ከኣ ነቲ ብግቡእ ዘይሰርሕ ዘሎ ማእከል ሜድኦም ከም ተደራቢ ሓይሊ ክኾኖ ብምባል ከፈርሞ ይሓስቡ ኣለዉ ትብል ማታ ብንእሽቱ ከሎ ፀወታ ኣብ ሜዳ ሳንቲያጎ በርናቡ ከም ዝጀመረ ዝፍለጥ ኮይኑ ካብኡ ቀፂሉ ከዓ ብቫለንሽያ ቸልሲ ኣቢሉ ናብ ማንቸስተር ዩናይትድ ከም ዝዓለበ ይፍለጥ እቲ ወዲ 29 ዓመት ብደገፍቲ ማንቸስተር ዩናይትድ ፍቱው ምዃኑ ዝፍለጥ ኮይኑ ኣብ ፀወታ ኣንጻር ሃደርስፊልድ ብዝገበረ ጌጋ ክምርሖ ከለዉ ኣብ ዕረፍቲ ተቐይሩ ክወፅእ ከሎ ኣብ ፀወታ ኣንጻር ቶተንሃም ኣብ ተቐየርቲ እኳ ተተረኣየ ዋላ ሓንደቂቕ እውን ኣይተፃወተን ኣብ ጸወታ ኣንጻር ቸልሲ ከኣ እሞ ኣብቶም 18 እውን ከም ዘይተረኣየ ይዝከር። ካብ ቸልሲ ናብ ማንቸስተር ዩናይትድ ዝሸጦ ከኣ መሪኖ ምንባሩ ናይ ትማሊ ተዘክሮ እዩ። ኣከፋፋሊ ኣርሰናል ጀርመናዊ ምዙት ኦዚል ምስታ ክለብ ኮንትራቱ ንከመሓይሽ ኣብ ዝርርብ ከም ዘሎ ዝፍለጥ ኮይኑ ክፍርም እንተኮይነ ነታ ብጃክ ዊልሸር እትልበስ ቁፅሪ 10 ምስ ትህብኑ ጥራይ ኢሉ ጠለብ ከም ዘቕረበ ዘሳን ጸብጺባ ኦዚል ኣብዚ ግዜ እዚ ቁፅሪ 10 ሓደ ዝለብስ ዘሎ ኮይኑ ዓይኒ ዕዳጋ ክስሕበሉ ትኽእል ቁፅሪ ኢሉ ስለ ዝኣምን ከኣ ከም ክፋል ናይቲ ውዕል ክትወሃቦ ይጠልብ ይርከብ ኦዚል ኣብ ሪያል ማድሪድ መጀመርያ ቁፅሪ 23 ክትወሃቦ ከላ ድሕሪ ዝተወሰነ ግና ነታ ዝፈትዋ ቁፅሪ ለቢሱ ክፃወት ክኢሉ እዩ ውልቃዊ መወዓውዒ ብራንዱ ከዓ ብቁፅሪ 10 ዝተወከለ ምዃኑ ናብታ ቁፅሪ ክምለስ ይጠልብ ይርከብ ንኣብነት ናይ ኢንስታግራም ሽሙ ኤምቴን ኣንደርስኮር ኦፊሻል ምዃኑ ይፍለጥ ዊልሼር ብወገኑ ከዓ ኮንትራቱ ኣብዚ ክረምቲ ዝውዳእ ኮይኑ ኣርሰናል ኮንትራቱ ከተመሓሸሉን ዘይከተመሓሸሉን ዘይተፈልጠ ኮይኑ ንመጀመርያ ዝለብሳ ዝነበረ ቁፅሪ 11 ኮይና ሮቢን ቫን ፐርሲ ኣብ 2012 ናብ ማንቸስተር ዩናይትድ ምስ ከደ ከኣ ናብታ ቁፅሪ 10 ከም ዝኸደ ይፍለጥ ፓሪስ ሴን ጀርመን ኣብዚ ዝመጽእ ጥሪ ንኣንጅል ዲመርያን ሉካስ ሜራን ኣስታት 70 ሚልዮን ፓውንድ ክተዋጽእ ክሸጦም ምዃና ሌቴን ስፖርት ጸብጺባ። እታ ፓሪሳዊት ክለብ ብሕጊ ፋይናንሳዊ ምዕሪ ጸወታ ክትቅይር ዘለዋ ኮይኑ ንሱ ከኣ ዘለዎ ህፃወት ብምሻጥ ከተማልኦ ትፍትን ከም ዘላ ይሕበር ዲመርያ ኣብ ዝሓለፈ ክረምቲ ታርጌት ባርሴሎና ምንባሩ ዝዝከር ኮይኑ ሉካስ መራ ከኣ ቸልሲ ትግደሰሉ ከም ዝነበረት ይፍለጥ ፕረዚደንት ሪያል ማድሪድ ፍሎረንቲኖ ፔሬዝ ንተፃዋታይ ቶተንሃም ሃሪኬን ከም ታርጌት ገይሩ ይሰርሕ ከም ዘሎ ዝተገልጸ ኮይኑ ክርስቲያኖ ሮናልዶ ግና ኣብ ጎኒ ከሪም ቤንዘማ ክፃወት ስለ ዝመርፅ ሃሪኬን ናብታ ጋንታ ክፍርም ኣይደልን እዩ ክብል ጋዜጠኛ ስካይ ስፖርት ኣብ ስጳኛ ግሌን ባላጋ ሓቢሩ ንሱ ኣብ ዝበሎ ሃሪ ኬን ኣብዚ ግዜ እዚ ብጣዕሚ ጽቡቕ ዝጻወት ምህላው ሪያል ማድሪድ ክግደስሉ ባህርያዊ እዩ ከምኡ እውን ዴሊ ዓሊ ዋላ እኳ ዝያዳ ክምዕብል እንተለዎ ሮናልዶ ኣብ ሪያል ማድሪድ ክሳብ ዘሎ ግና ቀዳማይ ኣብ ጎኑ ክኸውን ዝደልዮ ቤንዜማ ጥራይ እዩ ካልእ ቁጽሪ ትሽዓተ ኣይደልን እዩ ኣብ ርእሲኡ ከኣ ሪያል ማድሪድ ንቤንዜማን ከምኡውን ንኣሰልጣኒ ዜዳን ዝኣክል ዕድል ክህብዎም ድልዋት እዮም ምኽንያቱ ክልቲኦም ፍትዋት እቲ ፕሬዝደንት ስለዝኾኑ ብምባል ንምስግጋር ሃሪ ኬን ክዕንቅፁ ካብ ዝኽእሉ ባእታታት ዝበሎም ይዝርዝር። ባርሴሎና ንወዲ 18 ዓመት ተኸላኻላይ ኣያክስ ማቲስ ድላይት ናይ ዝመጽእ ናይ ምክልኻል ታርጌት ገይራ ትሰርሕ ከም ዘላ ምንዶ ዲፖርቲቮ ጸብጺባ እታ ካታሎናዊት ክለብ እቲ መንእሰይ ተጻዋታይ ንስታይል ጸወታ እታ ክለብ ዝርዕም ምዃኑን ብዕድመ ንእሽቶ ምስ ምዃኑ ከኣ ንመጻኢ ውሕስነት ዝህብ ምዃኑ ከም ዝመርጸቶ ምንዶ ዲፖርቲቮ ትገልጽ ብዘይክኡ ተኸላኻላይ ፓልሜራ ዝኾነ ወዲ 23 ዓመት የሪሚና እውን ካልእ ኣማራጺ ዝርእይዎ ዘለዎ ምዃኑ ይፍለጥ ዝኸበርኩም ተኸታተልቲ ቀንዴል ንሎሚ ዝተዳለወ ዜና ምስጋር ተጻወቲ ኣብዚ ይውዳእ ሰላም